ክቡራት ተኻታተልትና ዕለታዊ ዜናታት ስፖርት ቀሪብናልኩም ኣለና እሞ ክትካታተሉና ብኽብሪ ንዕድመኩም። ማንቸስተር ዩናይትድ መስርሕ ምስግጋር ሳንቾ ዛዚማቶ። እንግሊዛዊት ክለብ ማንቸስተር ዩናይትድ ንመስርሕ ምስግጋር ደጀን ሳንቾ ካብ ቦሩስያ ዶርትመንድ ብ ሰብዓን ሰለስተን ሚልዮን ፓውንድ ከምዝዛዘመቶ ተረጋጊጹ። እዛ ባልታ ኣብ ውድድር ዩሮ ክልተ ሽሕን ዕስራን ፍጻሜ ዝበጽሐት ሃገራዊት ጋንታ እንግሊዝ ዝነበረ ተጻዋታይ ድሕሪ ሕክምናዊ መስርሕ ምዝዛሙ ከምኡ'ውን ምስ ዘ ሬድ ደቪልስ ምስምምዑ ኣሰልጣኒ ኦሌ ግነር ሶልሻየር ኣብዚ ክረምቲ እዚ ናይ መጀመርታ ዘፈረሞ ተጻዋታይ ክኸውን ክኢሉ። ዩናይትድ ምዝዛም መስርሕ ምስግጋር እዚ ተጻዋታይ ብምርግጋጻ፣ ሳንቾ ነቲ ከም በዓል ማርኮስ ራሽፎርድ፣ ኤዲሰን ካቫኒ፣ ማሶን ግሪንዉድ ከምኡ'ውን ኣንቶኒ ማርሻል ዘጠቓልል መስመር መጥቃዕቲ ዩናይትድ ዝያዳ ሓይሊ ክውስኸሉ እዩ። ድሕሪ'ዚ ቅድሚ ሓደ ዓመት ዝጀመረ ንነዊሕ እዋን ዝቐጸለ ናይ ምስግጋር ዛንታ፣ ዩናይትድ ኣብ መወዳእትኡ ኣብ መጀመርታ እዚ ወርሒ'ዚ ምስ ዶርትመንት በዚ ናይዚ ክንፊ ተጻዋታይ ክፍሊት ክትሰማማዕ ክኢላ። እዚ ኣብ መንጎ ክልቲኤን ክለባት እተገብረ ስምምዕ ብ ሰብዓን ሰለስተን ሚልዮን ፓውንድ ኢዩ ነይሩ። ሳንቾ ምስ ማንቸስተር ዩናይትድ ናይ ሓሙሽተ ዓመት ውዑል ከም ዝፈረመ ተረጋጊጹ። ሳንቾ ሓደ ካብቶም ኣብዚ ክረምቲ እዚ ዝተኻየደ ውድድር ዩሮ ክልተ ሽሕን ዕስራን ዝነበሩ ኣባላት ጋርዝ ሳውዝጌት ዓዲ እንግሊዝ ኢዩ ነይሩ። ከም ውጽኢት ናይዚ ድማ ዕርፍቲ ተዋህቦ። ኩሎም እቶም ኣብቲ ኣህጉራዊ ውድድር ዝተሳተፉ ተጻወትቲ፣ ካብቲ ናይ መወዳእታ ተሳትፎኦም ንሰለስተ ሰሙን ዕረፍቲ ተዋሂብዎም፣ እዚ ማለት ድማ ሳንቾ ኣብታ ቀዳመይቲ ሰሙን ናይ ወርሒ ነሓሰ ምስቶም ሓደሽቲ ደቂ ጋንትኡ ክለማመድ ከምዝኽእል እዩ ዝሕበር። ሶን ምስ ቶተንሃም ውዕሉ ኣሐዲሱ። ሶን ህዮንግ ሚን ምስ ቶተንሃም ውዕልኡ ኣሓዲሱ ክትብል እዛ እንግሊዛዊት ክለብ ገሊጻ። እዚ ደቡብ ኮርያዊ ብድሕሪ'ቲ ኣብ ዝሓለፈ ዓመት ስፖርት ዘርኣዮ መሳጢ ብቕዓት ምስ ክለቡ ውዕል ከሕድስ ተሰማሚዑ። ሶን ምስ ስፐርስ ሓድሽ ናይ ኣርባዕተ ዓመት ውዕል እዚ ማለት ድማ ክሳብ ክረምቲ ክልተ ሽሕን ዕስራን ሓሙሽተን ዘጽንሖ ውዕል ከምዝፈረመ ተገሊጹ። ሶን ካብ ነሓሰ ክልተ ሽሕን ዓሰርተ ሓሙሽተን ኣትሒዙ ካብ ባየር ለቨርኩሰን ናብ ቶተንሃም ድሕሪ ምጽንባሩ፣ ኣብ ኩሉ ውድድራት ዘካየደን ክልተ ሚእትን ሰማንያን ግጥማት ንክለቡ ሚእትን ሸውዓተን ሸቶታት ከምኡ'ውን ሱሳን ኣርባዕተን ንሸቶ ዝበቕዓ ኳዕሳሱ ከበርክተላ ክኢሉ። ሕጂ ድማ ናብ ሓጸርቲ ዜናታት ምስግጋር ተጻወትቲ ክነብለኩም። ኣርሰናል ዝያዳ ክፈሊ ትበሃል። ብመሰረት ሓበሬታ ዘ ቴሌግራፍ ኣርሰናል ንሓላ ውልዳት ሼፍልድ ዩናይትድ ኣሮን ራምስደል ክተውዕሶ 32 ሚልዮን ክትከፍል ከም ዝተባህለት ተገሊጹ። ዘጋነርስ ኣብ ዕዳጋ ምስጋር ተጻወቲ ካልኣይ ሓላ ውልዳት ትናዲ እኳ እንተሃለወት፣ እንተኾነ ግን እዚ መስርሕ ዝያዳ ወጻኢታት ከሕትታ እዩ። ካብ ዜናታት ኣርሰናል ከይወጻና ኣርሰናል ንካማራ ልዕሊ 10 ሚልዮን ፓውንድ ተቕርብ ብመሰረት ሓበሬታ ጊቪሚ ስፖርት ኣርሰናል ንኮኸብ ተጻዋታይ ስኮትላንዳዊት ክለብ ረንጀርስ ዝኾነ ግለን ካማራ ልዕሊ 10 ሚልዮን ፓውንድ ቀሪባ ከም ዘላ ተገሊጹ ንኣካፋፋሊ ወልቭስ ሩበን ነቨዝ ክተፈርሞ እትቃልስ እኳ እንተሃለወት፣ ኣብ መስመር ምክልኻል ተወሳኺ ኣማራጺታት ትናዲ ከምዘላ እዩ ዝግለጽ። ቶተንሃም ንኬን ናይ ምሻጥ ዕላማ የብላን። ብመሰረት ሓበሬታ ፉትቦል ለንደን፣ ቶተንሃም ዋላኳ ኮኾብ ተጻዋታያ ሃሪ ኬን ካብታ ክለብ ክወጽእ እንተደለየ፣ ንሳ ግና ጸኒዓ ኣብዚ ክረምቲ ከም ዘይትሸጦ ተገሊጹ። ቶተንሃም ከም ዝገለጸቶ ኣብዚ ሓጋይ እዚ ንሃሪ ኬን ክትሸጦ ድሌት የብላን። ጸብጻባት ከም ዝሕብርዎ ኬን ድሕሪ ንክለቡ ኣብዚ ክረምቲ እዚ ክወጽእ ከም ዝደሊ ምሕባሩ ስፐርስ ናብ ማንቸስተር ሲቲ ብኣዝዩ ዋጋ ክፍሊት ሚእትን ሱሳን ሚልዮን ፓውንድ ክሰጋገር ክተፍቅደሉ ከም ዝኾነት ተገሊጹ። ይኹን እምበር ስፐርስ ነቲ ኣብ ዝሓለፈ ዓመት ስፖርት ንክለቡ ሰላሳን ሰለስተን ሸቶታት ዘመዝገበ ኮኾብ ኣጥቃዒዓ ንምሓዝ ድሌት ከም ዘለዋ እዩ ዝፍለጥ። ግሪሊሽ ምስ ሲቲ ብውልቁ ተሰማሚዑ። ብመሰረት ሓበሬታ ፉትቦል ኢንሳይደር ማንቸስተር ሲቲ ምስ ኮኸብ ተጻወታይ ኣስቶን ቪላ ጃክ ግሪሊሽ ብውልቁ ከም ዝተሰማምዐ ተገሊጹ። እዛ ተዓዋቲት ፕሪምየር ሊግ ነዚ ልዑል ግምት ዝወሃቦ እንግሊዛዊ ኣብ ታርጌት ብምእታዋ ኣብዚ ክረምቲ እዚ ዓቢ ወጻኢታት ክትገብር ተዳልያ ከም ዘላ እዩ ዝንገር። ጁቬንቱስ ምስ ወኪል ዲያባላ ብናይ ውዕል ምንዋሕ ዝርርብ ትጅምር ጆርጅ ኣንቱስ ወኪል ኣርጀንቲናዊ ተጻዋታይ ፓውሎ ዲያባላ ሓድሽ ውዕል ንምፍራም ምስ ሰበ ስልጣን ጁቬንቱስ ክራኸብ ምዃኑ ክብል ጸብጻባት ጎል ገሊጹ ዲያባላ ኣብ ክልተ ሽሕን ዓሰርተ ሓሙሽተን ካብ ኢጣልያዊት ክለብ ፓሌርሞ ብሰላሳን ክልተን ሚልዮን ዩሮ ናብ ጁቬ ከም ዝተሰጋገረ ይዝከር። ምስዛ ክለብ ድማ ሽዱሽተ ዓመት ኣሕሊፉ እዩ። እዚ ኣርጀንቲናዊ ሓደ ካብቶም ኣብ ስታድዩም ኣልያንዝ ዝርከቡ ብሉጻት ኣጥቃዕቲ እዚ ወለዶ ኮይኑ እኳ እንተተራእየ፣ ሕጂ ግን ምስ ክለቡ ናይ መወዳእታ ዓመት ውዕሉ ብምብጻሕ ብዛዕባ መጻኢኡ ድማ ዓቢ ውሳነ ክውስን ከም ዘለዎ እዩ ዝፍለጥ። ፒያንች ናብ ጁቬንቱስ ክምለስ ይደሊ። ብመሰረት ሓበሬታ ስፖርት ሚራለም ፒያንች ኣብ ዝመጽእ ሰሙን ብዛዕባ መጻኢኡ ከም ዝውስን ኣረጋጊጹ። ሮናልድ ኮማን ንፒያንች ኣብ ዝመጽእ ዓመት ስፖርት ኣባል እታ ጋንታ ከምዘይከውን ስለዝነገሮ፣ እዚ ኣከፋፋሊ ምስዛ ክለብ ድሕሪ ሓደ ዓመት ጻንሖቱ ካብ ባርሰሎና ክወጽእ ተሃንጥዩ ከምዘሎ ስፖርት ገሊጻ። እዚ ኮኾብ ተጻዋታይ ቦዝንያ ሄርዞጎቪና ናብ ጁቬንቱስ ክምለስ ድሌት ከምዘለዎ እዩ ዝፍለጥ፣ ወኪሉ ከኣ ዝርርብ ንምኽፋት ምስ ጁቬንቱስ ርክብ ጀሚሩ ኣሎ።